እነሆ እምበኣር ኣስተምህሮና ናይ ፊቕሂ ካብቲ ነቢይና ሙሓመድ ዓለይሂ ሰላቱ ወሰላም ዝበልዎ ተበጊስና መን ዩሪዲላሁ ቢሂ ኸይረን ዩፈቂሁ ፊዲን ረበል ዓለሚን ንሓደ ባሪኡ ኼር ተደልዩሉ ኣብ ዲኑ ፍቕሂ ይህቦ ፋህም ናይ ዲን ረቢ ይህቦ እሞ ካብቲ ኣገዳሲ ኣብ ህይወትና ክንጥንቀቐሉ ዘለና ጉዳይ ጉዳይ ናይ ሰላት እዩ። ሰላት ቅድሚ ምእታውካ ክማላእ ዘለዎ ጠሃራ ክማላእ ዘለዎ ሽሩጥ ንኹሉ ኣብቲ ዝሓለፈ እናረኣናዮ ኣለና ሕጂ ውን እተን ተሪፈን ዘለዋ ቅድሚ ሰላት ምእታውካ ክማላእ ዘለዎ ኣብ ናይ ጠሃራ ዝምልከት ንዑ ኢና ክንርኢ ኣብቲ ናይ መጨረሻ ወሲድናዮ ዝነበርና ብድሓለፈ ውዱእ ሸርጢ ምዃኑ ርኢና ውዱእ ድማ ጥራሕ ንሰላት ንኽትሰግድ ውን ዘይኮነ ኩላ ግዜ ዒባዳ ኣብቲ ፍትው ዝኾነ ዒባዳ ረቢ ዝፈትዎ ንዑ ክትፍጽም እንከለኻ ውዱእ ጌርካ ውን ክትቀርብ እንከለኻ እቲ ዝበለጸ ምዃኑ ኣብ ገለ ገለ እዋናት ውን ንሰላት ጥራሕ ዘይኮነ ንጠዋፍ ውን ውዱእ ክትገብር ዋጅብ እዩ። ኣብ ካዕባ ኬድካ ጠዋፍ ክትገብር ከለኻ ጠዋፍ ኣልቁዱም ይኹን ጠዋፍ ኣልዝያራ ወይ እውን ጠዋፍ ኣልኢፋዳ ወይ ጠዋፍ ናይ ዑምራ ክኸውን ከሎ እዚ ኩሉ እዚ ብዘይ ጠሃራ ብዘይ ውዱእ ኣይከውንን እዩ። ውዱእ ቁርኣን ኣልከሪም ክትቀርእ ከለኻ እውን ውዱእ ጌርካ ትቐርእ ማለት እዩ። ከምኡ እውን ሓደ ሰብ ኣብ ጀናባ ፀኒሑ ክድቅስ እንተደኣ ኮይኑ ገና ተኾይኑ እቲ ናይ ሰላት ሰዓት ውዱእ ጌሩ ክድቅስ ውን እዚ ውን ካብቲ ፍቱው ምዃኑ ከምኡ ውን ኣብ ዝኾነ እዋን ዚክሩላህ ንረቢ ክትዝክር እንተደኣ ደሊኻ ቂራኣቱል ቁርኣን ይኹን ምስ ጠሃራኻ ምስ ውዱእ ኮይንካ ክትገብር ከለኻ ዒባዳ እቲ ዝበለጸ ዩ ከምኡ ውን ካብቲ ሙስተሓብ ዝኾነሉ ውዱእ ድማ ሓደ ሰብ ክድቅስ እንተደኣ ደልዩ ኣብ ለይቲ ክድቅስ እንከሎ ምናልባሽ ሰላቱ ሰጊዱ ውትሪ ሰጊዱ ውዱእ እንተደኣ ዘይነበሮ ውዱእ ገይሩ ክድቅስ እዚ እቲ ድበለጸ እዩ ሊኣኑ ነቢ ዓለይሂ ሰላቱ ወሰላም ኢዛ ኣተይታ መድጀዐካ ፈተወደእ ውዱእካ ሊሰላት ኢሎም ኣብ መደቀሲኻ ክትድቅስ እንከለኻ ከምቲ ንሰላት ውዱእ ትገብሮ ከምኡ ውዱእ ግበር ኢኻ ንየማናይ ጎንኻ ደቅስ ከምኡውን ዱዓ ግበር ኢሎም ኣነቢ ዓለይሂ ሰላቱ ወሰላም። እምበኣር ምስ ውዱእ ዝተሓሓዝ ዑለማእ ድዝክርዎ ኣልመስሕ ዓለል ኹፈይን ወልዒማመቲ ወልጀቢራ ሰለስተ ነገር ኣለና ኹፍ፣ ብቆርበት እተሰርሐ ወይ ንዕኡ ድመስል ረጒድ ዓይነት ካልሲ ዓይነት ብጨርቂ እተሰርሐ እውን ኣብ እግርኻ እንተ ለቢስካዮ ኣለኻ ንዕኡ ብምድራዝ እውን ውዱእ ብቑዕ ይኾነልካ እዩ በስ ሽሩጥ ኣለዎ ክማላእ ዘለዎ ከምኡ እውን ኣልዒማማ ዕማመት ክገብሩ ከለዉ ቀደም እውን ኣሲሮም ብፍላይ ድማ በዚ ትሕቲ ትንሓጎም ኣምፂኦም ጥቕልል ስለ ዘብልዎ ዝነበሩ ገፆም ጥራሕ ትኽፈት ነይራ ማለት እዩ ንኹሉ ክብትንዎ የሸግር ስለ ዝኾነ ንዕኡ ውን ሙቀዲመት ራእስ ገይር መሲሕካ ከምኡ ድማ ትዕማመት ክትመስሕ ክትደርስ ከም ትኽእል ውን ብዛዕብኡ ክንርኢ ኢና። ከምኡ ውን ወዲ ሰብ እንተ መጉዳእቲ ኣለዎ ኮይኑ ጀሶ እንተ ኣለዎ ኣብ ኢዱ ወይ ውን ቁስሊ ኣለዎ እንተ ኮይኑ እንተ ተሸፊኑ ኣሎ ኮይኑ እቲ ቁስሊ ውዱእ ክገብር ከሎ ወይ ክሕጸብ እንከሎ እንታይ ክገብር ኣለዎ ንዝብል ነዚኢታት ክንርኢ ኢና። ኣወለን ኣልኹፍ ዝበሃል መስሐ ዓለል ኮፍ ክንብል ከለና ማዩልበሱ ዓለል ርጅል ኣብ እግርኻ ትለብሶ ነገር ብጀካ ጫማ ማለት እዩ ንዕኡ ለቢስካ ብ ጫማ ተእትዎ ወይ ውን ንበይኑ ንኡ ለቢስካ ከም ጫማ ዝመስል ካብ ጅልድ ድተሰርሐ ካብ ቆርበት ድተሰርሐ ኩፍ ይበሃል ኺፋፍ ከኣ ጀምዕሁ ማለት እዩ። ምስ ኹፍ ድማ ዑለማእ እንታይ የተሓህዝዎ? ኣልጀውረብ፣ ኣልጀውረብ ማለት ድማ ካልሲ ማለት እዩ፣ ወይ ብጨርቂ ብጡጥ ብዝኾነ ነገር ተሰሪሑ ዝልበስ ነገር ኣብ እዋን ቁሪ ይኹን ወይ ኣብ ዝኾነ እዋን ዝልበስ እዚ ኹፍ ይበሃል ማለት እዩ ኩሉ ብጠቕላልኡ። ሕክሙ ልመሰሕ ዓለ ልኹፍ ወደሊሉሁ እምበኣረይ ነዚ ውዱእ ክፍሊ ኣካላትካ ኩሉ ምስ ገበርካ ኣብኡ ክትበጽሕ ከለኻስ ክትደርዞ ከም ትኽእል ኣብ ዑለማ እንታይ ዓይነት ሽሩጥ ክማላእ ከም ዘለዎ ዝዘከርዎ ንዑ ክንርኢ ኢና ላኪን ኣልመሰሕ ዓለ ልኹፍ ኣብ ካልስኻ ብፍላይ ቲሸርጢ ዘማልእ እንተ ኮይኑ ወይ ውን ብቆርበት ዝተሰርሐ እተ ኮይኑ ምድራዝ

ረብ ኣልዓለሚን ዘፍኮሰልና ብዙሕ ነገራት ኣሎ እሞ እዚ መስሕ ዓለል ኹፍ እንተ ካልሲ ተኸዲንካ ኣለኻ ወይ ኹፍ ብቆርበት ድተሰርሐ ኣብ ጫማኻ ኣእቲኻዮ ጸኒሕካ መሊስካ ውዱእ ጌርካ ክትመሰሕ እንተ ደሊኻ ፍቁድ ምዃኑ ብዙሕ ኣሓዲስ ኣለና ማለት እዩ። ወሊዛሊክ ኢማም ኣሕመድ ኢብኒ ሓንበል እዚ መስሕ ኣለል ኩፍሲ ለይሰ ፊ ቀልቢ ምና ልመስሒ ሸይ ይብሉ ኣርብዓ ዝኸውን ሓዲስ ኣሎ እዚ ሳብት ምዃኑ ረሱል ዝገበርዎ ሰሓባ ዝገበርዎ ምዃኖም ሲ ምንም ዘጠራጥር ነገር የብሉን ወሊዛሊክ ሓዲስ ኣሎ

ወከዛሊካ የጁዙ ልመስሐ ዐለ ልጀውረብ ምስኡ ዝተሓዝ ድማ ጀውረብ ካልሲ ማለት እዩ። ብዙሓት ዑለማ ካልሲ እውን ከምቲ መቃም ናይ ኹፍ እዩ ዝብሉ ኣለዉ ማለት እዮም። ወህየ ማ ዩልበሱ ዐለ ሪጅል ኣብ እግርኻ ዝልበስ እዩ። ኢዘን ሽሩጥ ከ እንታይ ኣለዎ? ስኡልካ ጥራሕ ተኸዲንካ ጸኒሕካ ካልስኻስ ኣብኡ ስኡልካ ዲኻ እትደርዞስ ወላ ክማላእ ዘለዎ ቅድሚ ኩነት ኣሎ? ላእ ክማላእ ዘለዎ ቅድመ ኩነት ብዙሕ ኣለና ማለት እዩ ኣወለን ሊብሱሁማ ዓላ ጠሃራ ኣብ ጠሃራ ከለኻ ክትለብሶ ኣለካ ወሊዛሊክ ሓዲት ኣሎ ነቢ ዓለይሂ ሰላቱ ወሰላም ኹፍ ተኸዲኖም ጸኒሖም ስኒ ሕጂ ውዱእ ምስ ገበሩ ሰሓባ ንረሱል ብዙሕ ይኸድምዎም ነይሮም ሕጂ ረሱል ኢዶም ወዲኦም ርእሶም ምስ ደረዙ እግሮም ክበጽሑ ምስ ደለዩ ክሓጽቡ ከውጽኣሎም ደልዩ ሓደ ካብቶም ሰሓባ ነታ ተኸዲኖማ ዝነበሩ ኹስ ኹፍ ማለት እዩ እንታይ ኢሎሞ ነቢ ዓለይሂ ሰላቱ ወሰላም ዳዕሁማ ኢሎሞ ላላ ኣይተውጽኣለይ ደሓን ኢሎሞ ፈኢኒ ኣድኸልቱሁማ ጣሂረተይን ውዱእ እንከለኒ እየ ለቢሰየን ኣብ ጠሃራ ከለኹ ለቢሰየን ስለ ዝነበርኩ ደሓን ኣይተውጻዮ ኢኻ ኢሎም ፈመሰሓ ዓለይሂማ ንኽልቲኤን ድማ ብላዕሊ ብዝባነን ድርዝ ኣቢሎሞ ነነቢ ዓለይሂ ሰላቱ ወሰላም ኩሉ ክፍሊ ኣካላት ውዱእ ጌሮም ንዓኣ ግን ምስ ጠሃራ ከለኹ ውዱእ ጌረ ከለኹ ስለ ዝለበስኩዋ ሕጂ መሲሕ እየ ዝገብር ኢሎም መሲሕ ጥራሕ ጌሮም ኣነቢ ዓለይሂ ሰላቱ ወሰላም ተማም እዚ ሓደ ካብቲ ሸርጢ ክማላእ ደለዎ ናይ ግድን ጠሃራኻ ማሊእካ ውዱእ ጌርካ ድለበስካየን ክኾና ኣለወን። ለቢስካየን ጸኒሕካ ኣለኻ ውዱእካ ፈሪሱካ ኣሎ። ውዱእ ክትገብር እንከለኻ መስሕ ትገብር ሊኣኑ ኣብ ጠሃራ ከለኻ ስለ ዝለበስካየን ሓደ። ሰትሩሁማ ሊመሓሊል ፈርድ ከምኡ ድማ ፈርዲ እግርኻ ክትሓጽቦ ስጋብ ዓንካር ዓንካሪትካ ክሕጸብ ኣለዎ ኣብ ውዱእ። ስጋብ ዓንካር ዓንካሪትካ ብምሉኡ ዝተለበሰ እንተደኣ ኮይኑ እሞ ውዱእ ጌርካ ከለኻ ለቢስካዮ እሞ ድማ ነታ ፈርድ ክትሕጸብ ዘለዋ ብምሉኣ ድማ ድሽፍን ክኸውን ኣለዎ ካብ ትሕቲ ዓንካር ዓንካሪትካ ንታሕቲ እንተ ኮይኑ እቲ ለቢስካዮ ዘለኻ ኣይከውንን እዩ ማለት እዩ ክልተ ሳልሳይ ድማ ጠሃረቱ ዓይኒሂማ እታ ንባዕላ እታ ኹፍ ጣህር ክትከውን ኣለዋ ገለ ነገር ነጃሳ እንተ ረጊፅካሉ ፀኒሕካ ወይ ገለ ኣይከውንን እዩ ኣብ ርእሲ ክትመሰሕ ክትገብር ኣይትኽእልን ኢኻ ናይ ግድን ጣህር ክትከውን ኣለዋ ሰለስተ ራብዓይ ድማ ኣን የኩነ ልመስሑ ፊ ልሙደ ልሙሓደዳ ሸርዓን ኣብ ሸርዒ ውሱን ዝኾነ ግዜ ኣሎ እቲ መስሕ ኣለልኹፍ ተረኺቡ ያዕኒ ኢልካ ሶልካ ኣይኮንካን መስሕ መስሕ እንዳገበርካ ሰሙን ወይ ገለ ትጸንሖ ኣይኮነን ላእ ኣብ ሸርዒ ገደብ ኣለዎ እንታይ እቲ ገደቡ እንተ ኢልካ ሊልሙቂሚ ዮሞ ሌላ እንተ ኣብ ዓዲ ዘሎ ዘይገሸ ሰብ እንተ ኮይኑ ሓደ መዓልትን ሓደ ለይትን 24 ሰዓት መስሕ ክገብር ይኽእል ብድሕሪኡ ኸ ናይ ግድን ከውፅኦ ኣለዎ ክሕፀብ ኣለዎ እግሩ ማለት እዩ ሓጺቡ ውዱእ ጌሩ ካምል ውዱእ ኮይኑ ብድሕሪኡ ድማ ክለብሶ ኣለዎ ብድሕሪኡ ይጅምር ማለት እዩ መስሕ እዚ ሙቂም ተኮይኑ ዮም ወሌላ ሓደ መዓልትን ለይትን ይፍቀዶ እዩ ወሊልሙሳፍር ገያሻይ ተኮይኑ ኸኒ ثላثቲ ኣያም ብለያሊህና ሰለስተ መዓልትን ለይትን ይጸንሕ ማለት እዩ። ሰብዓን ክልተን ሰዓት ይጸንሕ እቲኣ ድማ ገያሻይ ተደይ ኮይኑ ዕስራን ኣርባዕተን ሰዓት ይጸንሕ እምበኣረይ እዚ ሽሩጥ እዚ ክማላእ ኣለዎ። መስሕ ዝገብር ውዱእ ገይሩስ ኣብ ካልሱ ካልሱ ርጉድ ዝበለ ወይ ድማ ንኹፍ እንተ ተኸዲኑ ጸኒሑ መስሕ ክገብር እንተ ኮይኑ መጀመርያ ምስ ውዱእ ከለኻ ዝለበስካዮ ክኸውን ኣለዎ። ካልኣይ ድማ ነተን ናይ ፈርዲ ክሕጸብ ዝግብኦ ንኹሉ ድሽፍን ክኸውን ኣለዎ። ስጋብ ዓንካር ዓንካሪትካ ድበጽሕ ክኸውን ኣለዎ። ሳልሳይ ድማ ጣህር ክትከውን ኣለዋ እታ ኹፍ ከምኡ ውን ኣብ ዓዲ ዘሎ ዘይገሸ እንተ ኮይኑ ዘይገያሻይ ተኮይኑ ዕስራን ኣርባዕተን ሰዓት ገያሻይ ተኮይኑ ድማ ስጋብ ስብዓን ክልተን ሰዓት መሳሕ ክገብር ይኽእል እዩ። እዚ እቲ ሽሩጥ ናይ መስሕ ማለት እዩ። ከይፍየት ኣልመስሕ ወሲፈትሂ ከመይ ገይሩ ከ መስሕ ይገብር ንዝብል ድማ ኣልመሓል ኣልመሽሩዕ መስሕሁ ዛሂሩ ልኹፍ ብላዕላዋይ ክፍሊ ናይቲ ኹፍ ናይቲ ለቢስካዮ ዘለኻ ካልሲ እንተ ክትደርዞ እንተ ኮይንካ ብላዕሊ ኢኻ ትደርዞ ወሊክ ኣን የምሰሓ ኣክር ኣዕለ ልኹፍ ብላዕሊ ብምሉኡ ካብቲ ኣፃብዕቲ ናይ እግርኻ ጀሚርካ ናብ ዳንጋኻ ገፅካ ንላዕሊ ትደርዞ ማለት እዩ ከምዚ ትሕንጥጥ ዘለኻ ኢድካ ፍንትት ኣቢልካ ኣጻብዕትኻ ከምዚ ኢልካ ትስሕቦ ማለት እዩ። ኢዘን ሓታ እንታይ ይብል ኣቶም ናይ ረሱል ዓለይሂ ሰላቱ ወሰላም ዝገለጹ እንታይ ይብሉ ረኣይቱ ነብያ ሰለላሁ ዓለይሂ ወሰለም የምሰሑ ዓለል ኹፈይኒ ዓላ ዛሂሪሂማ ነቲ ላዕሊ ክደርዝዎ እየ ረሱል ዓለይሂ ሰላቱ ወሰላም ርኤ ይብሉ ብታሕቲ ኣይኮነን ድድረዝ ማለት እዩ። ወልዛሊክ ሰይድና ዓሊ እዚ ዲና እዚ ኮኒ ኩሉ ነቲ ሸርዒ ተኸትልካ ትኸይድ እዩ ብርእቶ ዝኽየድ ነይሩ ተዝኸውን ኣብዚ ዲና ኣብዚ ሸርዕናትና ስኒ እቲ መስሕ ዓለልኹፍ ብታሕቲ ምደረዝናይ ነርና ኣክንዲ ብዝባኑ ንደርዞ ላኪን ብዝባን ናይ እግርካ እኻ ትደርዞ እዚ ዲና እዚ እምበኣረይ ከምታ ረሱል ዝገበርዋ ብኣይኻ ክትከይድ ደለካ ወቀድ ረኣይቱ ነብየ ሰለላሁ ዓለይሂ ወሰለም የምሳሑ ዛሂሪ ኹፊሂ ይብሉ ረሱል ዓለይሂ ሰላቱ ወሰላም ስኒ ነቲ ላዕላዋይ ግዳም ንዕኡ ክደርዙ ርእዮም ዝብል ሓዲስ እውን ኣለና ማለት እዩ እዘን እዚ እቲ ሓደ ካብቲ ኣገባቡ ናይ መስሕ ዓለል ኹፍ ማለት እዩ ከምኡ እውን ሙዳ ግዜ ኣለዎ ውሱን ግዜ ወላ እኮ ፅሩይ እንተኾነ እቲ ካልሰኻ ወላ ውን ፅሩይ እትኾነ እቲ ኹፍ ለቢስካዮ ዘለኻ ግዜ ኣለዎ ሙደት ልመሳ ዓለ ልኹፈይን ብኒስባ ልልሙቂም ሙቂም እንተ ደኣ ኮይኑ ዘይገያሻይ ተኾይኑ ዮም ወለይላ ሓደ መዓልትን ሓደ ለይትን መስሕ ይገብር ማለት እዩ ካብ ዙሁሪ ሎሚ እንተ ደኣ ጀሚሩ ክሳብ ንፅባሐይቱ ዘሎ ዙሁሪ መስሕ እንዳገበረ ክወዕል ክሓድር ይኽእል እዩ ልልሙሳፍር ድማ ገያሻይ ተኾይኑ ድማ ዩቢሑ ለሁ ልቀስር ቀስር ድፍቀዶ ገያሻይ እንተ ኮይኑ ላተቲ ኣያም ቢለያሊሃ ሰለስተ መዓልትን ሰለስተ ለይትን ዝኣክል መሰሕ እንዳገበረ እንዳደረዘ ውድኡ ከማልእ ይኽእል እዩ ማለት እዩ ወልሊክ ሓዲ ኣለና ሓዲ ዓሊ ረድ ላሁ ዓንሁ

ከምኡ ድማ ጃዓላ ከምኡ ድማ ኣብ ገያሻይ ዘይኮነ ድማ የውም ወለይላ ሓደ ለይትን ሓደ መዓልትን ይብሉ ማለት እዮም እዘን መስኣላ እዚ መሳሕ ዓለል ኹፍ ካብቲ ክፍለጥ ደለዉ ሓደ ሓደ እዋን ኣብ መገሻ ትኸውን ወይ ውን ቁሪ ብርቱዕ ይህሉ ይኸውን ወይ ውን ከተውፅኦ ደፀግመካ እንተ ኮይኑ ወይ ውን ኣብ ሕማም ደሎ ሓጃ እንድሕር ለካ ኮይኑ መስሕ ክትገብር ትኽእል ኢኻ። እንታይ ከ የብጥሎ እንተ ኢልካ ኢዛ ሓሰላ ማ ዩውጅቡ ልغሱል በጠለ ልመስሕ እንተ ደኣ ኹፊ ነይሩካ ለቢስካዮ ነርካ ውዱእ ክኣ ክንዲ ዝህልወካ ላ ጀናባ እንተ ኮይንካ ነፍስኻ ብምሉእ ክትሕፀብ እንተ ኮይንካ ግን ናይ ግድን ከተውፅኦ ኣለካ እንተ ነፍስኻ ክትሕፀብ ዝግብኣካ ኩነታት ኣሎ ኮይኑ እቲ ኹፍ ከተውፅኦ እዩ ዘለካ ከምኡ ድማ ኢዛ ዛሃራ ባዕዱ መሓሊል ፈርድ ከምኡ ድማ እንተ ደኣ እቲ ተኸዲንካዮ ዝነበርካ ነቲ ፈርዲ ዝኾነ ስጋብ ዓንካር ዓንካሪትካ ደይሽፍን እንተ ኮይኑ እቲ ውዱ እቲ ኹፍ በጢሉ ኣሎ ማለት እዩ እንተ ተራእዩ ካብ እግርኻ እታ ኹፍ መስሕ ዝገበርካያ በጢላ ኣላ ናይ ግድን ውዱእ ክትገብር ኢኻ ማለት እዩ ከምኡ ውን ነዚ ዕልኹፍ ዩብጢሉ ልመሰሕ እንተ መሰሕ ጌርካ ነርካ እንተ ኣውፂኻዮ ድማ እታ መሰሕ ተባላሽያ ኣላ ማለት እዩ ናይ ግድን ክትሕፀብ ኢኻ ማለት እዩ እግርኻ ክትሓፅቦ ኣለካ ማለት እዩ ከምኡ ውን እንቅዳእ ሙደት ልመሰሕ እንተ 24 ሰዓት መሊኡ ድማ ሓደ መዓልትን ሓደ ለይትን ወዲኡ እቲ ግዜ ድማ ውዱእ ክትገብር እንተ ኮይንካ ናይ ግድን ኣውጺኻ ክትሓጸብ ኣለካ ማለት እዩ። ኢዘን እዚ ከምዚ ዝበለ ሽሩጥ ወይ ቅድመ ኩነት ክማላእ ዘለዎ ናይ መስሕ ዓለል ኹፍ እዩ። ኢብትዳእ ሙደትል መስሕ መዓሰ ኢኻ ትጅምር ንዝብል ማለት ሓደ መዓልትን ሓደ ለይትን ኢልና ኣለና ንዓም እሞ ካብ መዓስ እየ እንድሕር ደኣ ኢልካ ተብተዲኡ ሙደትል መስሕ ሚነል ሓደፊ ባዕደል ሉብስ ውዱእ ጌርካ ካምል ምስ ጠሃራኻ ከለኻ ለቢስካየን ተንኹፍ ተማም ሕጂ ብድሕሪኡ ዙህሪ ሰጊድካ ዓስሪ ምስ ኣኸለ መስሕ ጌርካ ኣብዛ ዓስሪ መስሕ ዝገበርካያ ካብኣ ትጅምር ማለት እዩ ካብኣ ትጅምር እታ መጀመርያ መስሕ ዝገበርካያ ተብተዲኡ ሙደት ልመስሕ ሚነ ልሓደፊ ባዕደ ልቡስ ሕጂ ዝሁሪ ፅቡቅ ጌርካ ውዱእካ ጌርካ እታ ካልስኻ ለቢስካያ ዳሓራይ ዓስሪ ኣኺሉ ዓስሪ ውዱእካ ጌርካ ንዐአን ደሪዝካየን እምበኣሪ ካብዛ ደሪዝካያ ዘለኻ ጀሚርካ ሕጂ ዕስራን ኣርባዕተን ሰዓት የውም ወለይላ ትቆጽር ማለት እዩ ከመን ተወደኣ ሊሰላት ልፈጅር ኢሎም ሰላት ልፈጅር ውዱእ ገይሩ ሓደ ሰብ ወለቢሰ ልኹፍ ብድሕሪኡ እውን እታ ኹፍ እንተ ለቢስዋ ወባዕደ ጥሉዕ ሸምስ ኣሕደት ብድሕሪኡ ፀሓይ ምስ በረቐ ደቂሱ ነይሩ ንበል ደሓር ተሲኡ ሕጂ ውዱእ በጢላ ኣላ ዙህሪ ምስ ኮነ ወይ ቅድሚ ዙህሪ ኣብ ረፍዲ ሰዓት ዓሰርተ እንትደኣው መሰሕ እንተደኣ ገይሩ ክሳብ ንጽባሒቱ ሰዓት ዓሰርተ ዝኸውን መሰሕ ክገብር ይኽእል እዩ ማለት እዩ። ናዓም እዚ ብዛዕባ ናይ ኣልመሰሕ ዓለል ኹፍ ማለት እዩ። እዚ ዝያዳ ክንፈልጦ ኣለና ኩላ ግዜ ክደጋገም ውን ኣሎ ምክንያቱ ሓንሳብ ምስ ተዓለምካዮ መሊሱ ድርሳዕ እዩ ኩላ ግዜ ከኣ ስለ ዘይንጥቀመሉ ስለ ዝኾና ነዚ ጉዳይ እዚ ዝያዳ ክንፈልጦን እቲ ሱና ናይ ረሱል ከመይ ከም ዝነበረን ንኹላትና ግዴታ ይኾነና ማለት እዩ። ጠይብ ካብዛ ሓሊፎም ድሕሪ መስሕ ዓለል ኹፍ ዑለማእ እንታይ ይዝክሩ? ኣልመስሕ ዓለል ጀቢራ ወልዕማመቲ ወኺማር ራእስ ሓደ ሰብ እንተ ወዲቑ ድዩ ወይ ገለ ተሰይሩ እንተ ጀሶ ገይሩሉ ኣብ ኢዱ ወይ ኣብ እግሩ ኣብቲ ውዱእ ዝግበረሉ ቦታ እዚ እንታይ ይበሃል ጀቢራ ይበሃል ማለት እዩ መፀገኒ ከምኡ ድማ ዕማመት ድማ ሙሉእ ዕማመት ኮይኑ ብፍላይ ድማ በዚ ትሕቲ ማለት ብትሕቲ ኣሕሊፍዎ ዝፀንሐ ማለት እዩ። እታ ዕማመት ብስርዓት ተለቢሳ ቀደም ዝነበሩ እንታይ ይገብሩ ማለት እዮም በዚ ናይ ጎረሮኦም ድማ ብኡ ድማ መሊሶም ኣሕሊፎም ድማ መሊሶም ይጥምጥምዋ እታ ገፅ ጥራሕ ትረኣይ ማለት እዩ። ብፍላይ ኣብ ቦታታት ቁሪ ዘለዎ ወይ ድማ ብርቱዕ ንፋስ ዘለዎ ከምኡ ኢሎም ይኸዱ ነይሮም ማለት እዮም። እዚ እውን

ብጀሶ ክኸውን ይኽእል ኣብ ኢዱ ተኣሲሩሉ ዘሎ ወይ ኣብ እግሩ እቲ ናይ ውዱእ ዝግበረሉ ቦታ ወይ እውን ዕንጨት ገይሮም ጸጊኖሞ ኣለዉ ብድሕሪኡ ጠምጢሞምሉ ኣለዉ ነዚ ውዱእ እንተ ደኣ ገይሩ ውዱእ ኩሉ ምስ ገበረ ኣብኣ ክበጽሕ እንከሎ እንታይ ይገብር ማለት እዩ ብልዕሊኣ ጥራሕ ይደርዛ ኣኖ ፍትሓዮ ክንብሎ ይንኽእል ኢና ተሃሲኡ እዩ ዘሎ ማለት እዩ ኣልሓምዱሊላህ ዲን ኣልእስላም ኣፍኩስ ኣቢሉልና እዩ ረቢ ልዓለሚን ዝከብድ ኣይገበረልናን ከምኡ ውን ዕማመቱ ድማ ተጠቅሊልዋ ብትንሓጉ ገይሩ ከምዚ ኣሳሲርዋ ደሎ ድማ ግድን ፍትሓዮ ኣይበሃልን እዩ ኣብኡ ከሎ ክደርዞ ይክእል እዩ ከምኡ ውን ሓንቲ ጓል ኣንስተይቲ ብምሉኡ ሸፊና ኣሲራቶ ተቆፂሩ ዘሎ ክትፈትሖ ደሰፀግማ እንተ ኮይኑ ብስርዓት ኣብ ሰውነታ ለጊቡ ዘሎ እንተ ኮይኑ ውን ከምኡ ውን መስሕ ክትገብር ትክእል እያ ማለት እዩ ኢዘን እዚ ዓይነት መሰሕ ዓለል ጀቢራ ዋርድ እዩ ኣብ ሓዲث ነቢ صለ ላه ለ ወሰለም ተጠቂሱ ዘሎ እዩ ማለት እዩ ወልሊክ ሓደ እዋን ኣብ ግዜ ረሱል እንታይ ኣጋጢሙ ሓደ ሰብኣይ ብጋጣሚ ገይሾም እንከለዉ ብዙሓት እዮም ነይሮም ሰሓባ ቤን መፅኣ ዘይተባሃለት እምኒ ኣብ ርእሱ ወዲቑ ርእሱ ተኸፊቱ ማለት እዩ ሕጂ ደም ጥራሕ ኮይኑ ደሓር ኣሲሮምሉ ደቂሶም ማለት እዮም ምስ ደቀሱ ንግሆ ምስ ተስኡ ውዱእ ክገብሩ ከለዉ ኣንቱም ሰባት ኣነ እሕትላም ገይረ እየ ጀናባ እየ ዘለኹ እንታይ ክገብር ርእሰይ ድማ ከምዚ ኢለ ተሃሪመ ኣለኹ ምስ በልዎ ርኹሳ ኣለኒ ድዩ ፍቓድ ኣለኒ ድዩ ኣብኡ ከለኹ ወይ ተየሙም ጥራሕ ክገብር ኢሉ ምስ ሓተተ ወላሂ እዚኣስ ኣይንፈልጥን እና ርኹሳ የብልካን ኢሎሞ ከመይ ኢሉ ጀናባ እንከለኻ ስኒ እሞ ከምኡ ኢልካ ክትሰግድ ኣይከውንን እዩ ምስ በልዎ ተሓፂቡ ማይ ምስ ኣተዎ ኣብቲ ርእሱ ሞይቱ ማለት እዩ ሕጂ ነቢ ዓለይሂ ሰላቱ ወሰላም ዘረባ ናብኦም ምስ በጽሐ ናይ ብሓቂ ተቆጢዖም ኢሎም ኢነማ ካነ የክፊሂ ሃከዛ ኢሎም ንነታ ነታ ርእሱ ተፈጊኣ ዝነበረት ወይ ዓሚቓ ዝነበረት ንዓ ክኣስራ ነይርዎ ብድሕሪኡ ካልእ ክፍሊ ኣካላቱ ተሓጺቡ ኣብኣ ክበጽሕ ከሎ ድማ ክደርዛ ነይርዎ። ከምኡ እዩ ክኸውን ዘለዎ ማለት እዩ። ኢዘን እንተ መጉዳእቲ ኣለካ ኣብ ኢድካ ይኹን ኣብ ርእስኻ ይኹን ተጠምጢሙ ኣሎ ኮይኑ ብሻሽ ሓደ ካብቲ ሸርጢ ክማላእ ዘለዎ እንታይ እዩ ዓቐን ናይታ ተድልየካ ካብኣ ክሓልፍ የብሉን። ንእሽተይ ኣብዛ ናይ ኩርናዕ ኢዱ እንተ ኮይና ብምሉኡ ክእሰር የብሉን። እንታይ ደኣኒ ነታ ኣቢላ ደላ ተሃሪማ ደላ ንዓ ጥራሕ ክትጥቕለል ኣለዋ ማለት እዩ ኢላ ብደይ ኩሉ ከይተጠቕለለ ዘይከውን እንተ ኮይኑ እዚ ካሊእ ሕኩም ኣሎ ላኪን ዝኾነ ቁስሊ እውን ኣለካ ክትጥቕልሎ እንተ ኮንካ ውዱእ ክትገብር ስለ ዝኾንካ ነታ ተሃስያ ዘላ ንዓ ጥራሕ ክትሽፍን ኣለካ ማለት እዩ ብድሕሪኡ ውዱእ ካምል ትገብር ንዓ ከተጠልቂ ኣይትኽእልን ካብኣ ክትበፅሕ ከለኻ ቀስ ኣቢልካ ብርእሲያ ጥራሕ ትደርዛ ማለት እዩ። እዚ እዩ መሰሕ ዓለል ጀቢራ ዝበሃል። እዚ ሓደ ካብቲ ናይ ዲንና ረበል ዓለሚን ኣፍኲሱልና ዘሎ ማለት እዩ። ክንደይ ሰብ ኣሎ ኣብ እግሩ ማህሰይቲ ዘለዎ ድተሰበረ ወይ እውን ምናልባሽ እውን ጀናባ ኸውን ኣብ ዝኾነ ክፍሊ ኣካላቱ እውን ጀሶ ይህልዎ ኸውን ወይ ድማ መድሃኒት ገይሮም ኣሲሮምሉ ኣለዉ እተን ክሓፅበን ዝኽእል ክፍሊ ኣካላቱ ይሓፅበን ንዓኣ ግን ክበጽሕ እንከሎ እንታይ ይገብር ማለት እዩ ድርዝ ኣቢሉ ብምድራዝ ጥራሕ ይእክል ማለት እዩ ኢዘን እዚ እቲ ክኸውን ዘለዎ ኣብ ናይ መሰሕ ዓለል ጀቢራ እዚ ድማ ልሓምድልላህ ዲና ዘሸግርን ደጸግምን ከም ዘይብሉ ማለት እዩ ወረቢ ስብሓን ወተዓላ ናብቲ ር ክውፍቐና ንዝሓመሙ ረብልዓለሚን ሽፋእ የውርደሎም እንዳበና ናይ ሎሚ ትሕዝቶና ኣብዚ ንውድእ ብካሊእ ትሕዝቶ ክሳብ ንራኸብ